ዝኸበርኩም ሰማዕቲ እቲ ዝኸበረን ዝዓዘዘን ሰላምታይ ከቕርበልኩም ይደሊ ብምቕጻል ከምዚ ኣብ ስክሪን ትርእይዎ ዘለኹም ብቕዓትን ክእለትን ዝብል ኣርእስቲ ብቕዓትን ክእለትን ሞያን ኣብ ህይወት ኣገዳሲ ስለ ዝኾነ በዛዕብኡ ሓደ መደብ ሒዘ መጽኤ ኣለኹ መጀመርያ ግን እንታይ እዩ እቲ ክእለት እንታይ እዩ እቲ ብቕዓት ኢልና ኣብ ንሪኦ ግዜ ብቕዓት ክንብል ከለና ሲ መብዛሕትኡ ግዜ ምስ ሓደ ሞያ እንተለና ኮይኑ ነቲ ሞያ ከዓ ክንመልኮ ብውሕልነት ክንሰርሖ ክንዓሞ ኣብ ንኽእለሉ ግዜ ብቑዓት ኮይና ንርከብ በቲ ሞያ ማለት እዩ ንኣብነት ሕጂ ሓደ ሓኪም ናይ ብሓቂ ነቲ ሞያስ መሊኽዎስ ወይ መሊኻቶስ ብሓቂ ጽቡቕ ገይሮም ክሰርሕዎ እንክልኡ ፍልጠት ክህልዎም እንከለዉ ጥበብ ክህልዎም እንከሎ ብቕዓት ኣለዎም ንብል ማለት እዩ ክእለት ግን ብዙሕ ነገራት ዘጣመረ እዩ ነቲ ሞያዊ ጥበብ ሓይሊ ዝህቦ ዝድርዖ ክዕውቶ ወይ ከፍሽሎ ዝኽእል ባህርያት ናይ ሰባት እዩ ሕጂ ንኣብነት ኣብዚ ክእለት ንናይ ሓደ ወይ ሓንቲ ውልቀ ሰብ ንዝተዋህበ ዕማም ብኣድማዕነትን ውሕልነትን ናይ ምስላል፣ ምስልሳል፣ ምዕማምን ብቕዓት ይሕብር። ነቲ ዝድለ ውጽኢት ንምምጻእ ዘድልን ዘይተርፍን ፍልጠት ሞያዊ ውሕልነት ጥበብን ተመክሮን ምውናን የድሊ። ሕጂ እቲ ፍልጠት ምፍላጥ ጥራይ ዘይኮነስ ከተተግብሮ ክትክእል ኣለካ ማለት እዩ። ብዝኾነ ኮይኑ እዚ ርእሲ እዚ ስለምንታይ እቲ ጠቓሚ ኮይኑ ዝርከብ ኣብ ህይወት ኣጋጣሚታት ኣብ ናይ ምንባር ጉዕዞ ናይ ብሓቂ ዕውታትን ሕጉሳትን ክንከውን ድሕር ደኣ ኮይና ብቕዓት የድልየና ክእለት ከ የድልየና ማለት እዩ ሕጂ ነዚ እንታይ እዩ እተን ክእለት ዝበሃሉ ኣስፋሕ ኣቢለ ክዝርዝር ክፍትን እየ ማለት እዩ እቲ ናይ መጀመርያ ክእለት ናይ ምርድዳእን ምንባብን ክእለት እዩ ማለት ምስ ሰባት ክንረዳእ ክንክእል እንድሕር ደኣ ኮይንና እቲ ዝዓበየ ክእለት ሕጂ ኣብ ስራሕ ፍልጠት ይሃልኻ ይሃልወና ኣይሃልወና ብዘየገድስ ጥበብ ይሃልወና ኣይህልወና ብዘየገድስ ወላ ነቲ ኣሎ ዝተባህለ ጥበብ ክዕውቶ ዝኽእል ምርድዳእ እዩ ምርድዳእ ምስ መሳርሕትኻ ምስ ዓማዊልካ ምስ ኣሕዋትካ ምስ ኣዝማድካ ምስ ስድራ ቤትካ ምስ ህዝብኻ ምስ ኩሉሲ ምርድዳእ ክህሉ ኣለዎ ሕጂ እቲ ኣብዚ ንመረዳእታ ክኸውን ሰለስተ ሕቶታት ቀሪበ ኣለኹ እቲ ቀዳማይ ሕቶ እንታይ እዩ ዝብል ንካልኦት ብዘይ ምዕንቃፍን ብዘይ ምኹላፍን ናይ ብሓቂሲ ብዓብዪ ኣቓልቦስ ትሰምዒ ዶ ትሰምዕ ዶ ንሰምዕ ዶ ሕጂ እዚሲ ከም ናይ ብሓቂ ክእለት እንድሕለና ኮይኑ ሲ ሰባት ክዛረቡ ከለውስ ብዓብዪ ኣቓልቦ ክንሰምዖም ነቲ ናህና ሓሳባት ንግዚኡ ዝግ ኣቢልና ኣቐሚጥና ማለት እዩ ክንሰምዖም ብኽፉት እምሮ ንሰምዕ ዶ ባህሪና ድዩ እዚ እዚ እንድሕር ለና ሕጂ ሓደ ዓብዪ ክእለት እዩ ምክንያቱ ድሕሪ ምስማዕ እዩ ካልእ መፍትሒ ክመፅእ ዝኽእል እቲ ካልኣይ ሕቶ ሰባት እንታይ ይብሉ ከም ዘለዉ ንምርዳእ ንዘይነፀረ ነገር ከነነፅር ብሕቶታት ዲና ንዛረብ ዋላሳ ነይፈልጥ እየ ኢልና ኢና ንዛረብ ኣላሓብ ሓንጎልና ዝድውል ዘሎ ኢና ንዛረብ ንዝብል ካልኣይ ኣገዳሲ ሕቶ ኣሎ። እቲ ሳልሳይ ሕቶ ድሕሪ ምስማዕ ድሕሪ ምሕታት እቲ ናህና ሓሳብ ብንጹር ከነቐምጥ ንኽእል ዶ? እዚኣ ሕጂ እቲ ነገር ናትኪ ወይ ናትካ ሓሳባት ንኻልኦት ብንጹር ትገልጽ ዶ ትገልጺ ዶ ዝብል መምዘኒ ኣሎ ማለት እዩ ሕጂ ናይ ምርዳእ ምርድዳእ ክንበሃል እንከሎ ዝረዳዳእ ሰብ ዝሰምዕ ሰብ እዩ ዝሓትት ሰብ እዩ ሓሳባቱ ከኣ ብንጹር ክቐምጥ ዝኽእል ሰብ እዚ ኣብ እነማልኣሉ ግዜ ብዙሕ ነገራት ክሰልጥ ይጅምር ማለት እዩ። ስሉጥነት ይመጽእ፣ ትዕማም ይቕልጥፍ። እቲ ውፅኢት ይመፅእ። እቲ ምትሕብባርን ምክብባርን ይመፅእ። ምኽንያቱ ምስማዕ ኣገዳሲ ነገር እዩ። ብዘይ ምኹላፍ ብዓብይ ኣቓልቦ ሕጂ እንታይ እዩ ዋላ እንተዘይኮለፍና ኣብ ሓንጎልና እንድሕር ሸረኽረኽ ዝብል ሓሳባት ኣሎ ኮይኑ ብሓቂሲ ንሰማዕ ኣይኮናን ዘለና ሓንጎልና ኢና ንሰምዕ ዘለና ንምድንጋር ጥራይ ኢና ነቲ ሰብ ብዓውታ ብድምጺ ጌርና ዘይንኾልፎ ዘለና እምበር ኣብ ሓንጎልና ዝግ ክንብል ከነቕልብ ክንረግእ ይግባእ ሓንጎልና ክንከፍቶ እንተኽኢልና ጥራይ እቲ ምስማዕ ዝመጽእ ምስማዕሲ ሕጂ ንኣብነት ኣብ ዘገድሰና ኩነታት እኮ ንሰምዕ ኢና ሕጂ ሕጂ ንኣብነት ኣብ ጸድፊ እንድሕር ጠልጠል ኢልና ኣለና ኮይናሲ ኩሉ ነገር ኢና ንሰምዕ ነው ምክንያቱ ከይንፀድፍ ስለ ንፈርሕ ማለት እዩ ስለዚ ሕጂ እቲ ምስማዕ ማለት ናትካ ሓሳባት ኣወጊንካ ብክፉት እምሮ ነቲ ሰብ ምስማዕ ዘይነፀረ ነገር እንድሕር ድኣ ኣሎ እቲ ሰብ ምስ ወደአ ምሕታት ካብኡ ኣብ መወዳእታ ከዓ ናትካ ናትና ሓሳባት ብንጹር ምቕማጥ እሞ ዕድል ከኣ ምሃብ ነቲ ሰማዕሲ ተረዲኡኩም ደሎ በሪሁ ደሎ ዘይነጸርክዎ ነገር ኣሎ ዶ ኢልካ ምሕታት ኣገዳሲ እዩ እዚ ቁጽሪ ሓደ እዩ ናይ ምርዳእ ምንባብን ክእለት ማለት እዩ እቲ ስዒቡ ዝመጽእ ርእሰ ምትእምማን ማለት እዩ ርእሰ ተኣማንነት እዚ ዝኾነ ነገር ክንሰርሕ ከለና ሲ ኣብ ርእስናስ ክንተኣማመን ኣለና ነዚ ንገብሮ ዘለና እንድሕር ዘይንኣምነሉ ኮይና ንነብስና ዘይንኣምና እንድሕር ድኣ ኮይና ፀገም እዩ ሸፈጥ እዩ ዝመፅእ ምድንጋር እዩ ዝመፅእ ምምሳል እዩ ዝመፅእ ሕጂ ኣብዚ እውን ሰለስተ ሕቶታት ቀሪበ ኣለኹ እቲ ቀዳማይ ሕቶ እንታይ እዩ ዝብል፣ ኣብ ገዛእ ርእስኻ ወይ ርእስኺ ምትእምማን ኣለካዶ? ምትእምማን ኣለኪዶ? ኣብ ገዛእ ርእስኻኺ ምትእምማን ኣለካኪዶ? ሕጂ ኣለካኪዶ ንብሎ ዘለና ሓድሽ ኣነ ሕጂ ኣለካዶ ኣለኪዶ ኢልካ ካብ ምድግጋም ኣለካኪዶ ርእስኻ ርእስኺ ካብ ምባል ርእስኻኺ ኢልና ክንጽሕፎ ይመርፅ ምክንያቱስ ሓደ ምዕሩይ ዝኾነ ጥበብ ወይ ኣሰራርሓ ክህልወና ኣለዎ እቲ ቋንቋ ኣብ ገዛእ ርእስኻ ኺ ክበሃል ከሎ ኣብ ገዛእ ርእስኻ ኣብ ገዛእ ርእስኺ ምትእማን ኣለካ ኪዶ ምትእማን ኣለካ ዶ ምትእምማን ኣለኪ ዶ? ብዝኾነ ኾይኑ ኣብ ገዛእ ርእስናስ ምትእምማን ኣለና ዶ? እዚ ሕጂ እዚ ንነብስና ክንሓታ ኣለና ዝኾነ ነገር ንገብር ከለና ሲ ዝገብሮ ዘለኹ ሲ ናይ ብሓቂ ሲ ተኣማሚነ ድየ ዝገብሮ ዘለኹ ምትእምማን ከዓ ካብ ምንታይ እዩ ዝመፅእ ካብ ፍልጠት ካብ ጥበብ ካብ ምድላው ካብ ቅሩብ ምዃን እዩ ዝመጽእ እቲ ካልኣይ ሕቶ ሕጂ ብዛዕባ ክእለታትኪ ብዛዕባ ክእለታትካ ኣውንታዊ ኣጠማምታ ኣለካ ዶ ነቲ ነብስኻ ሲ ኩሉ ግዜስ ትነቕፎ ዲኻ ወይስ ናይ ብሓቂ ብኣወንታ ኢኻ ትጉምግሞ ነቲ ስራሕካ ጅዚ ኣገዳሲ ነገር እዩ ምክንያቱ ሓደ ርእሰ ተኣማንነት ዘይብሉ ሓኪም ወይ መምህር ወይ እንጂኔር ወይ ጸጋኒ ዝኾነ ስራሕ ኮታ እንድሕር ንነብሱ ዘይተኣማመን ኮይኑስ ነብሶም ዘይተኣማመኑ እንድሕር ደኣ ኮይኖም ነቲ ዕማም ነቲ ስራሕ ብጽቡቅ ክሰርሕዎ ኣይክእሉን እዮም ስለዚ ብዛዕባ ክእለታትካኪ ኣወንታዊ ኣጠማምታ ኣለካኪ ዶ ኣለካኪ ዶ ሕጂ እዚ ንቅድመና ውን ናይ ቋንቋ ክንዛረብ እንድሕር ዳ ኮይና ኣለካ ዶ ጥራይ ካብ ምባል ኣለኪ ዶ ካብ ምባል ደጋጊንካ ኣለካኪ ዶ ተባሂሉ እንድሕር ዳኣ ተጻሒፉ ሕጂ እቲ ኣንባቢ ከም ድላዩ ገይሩ ከንብቦ ክእል እዩ ኣለካ ዶ ኣለካ ዶ ክብል ይክእል ኣለኪ ዶ ክብል ይክእል እታ ጽሕፍቲ ኣብዚኣ ሕጂ ቁሩብ ከነስምረላ እስኪ መታን ንቕድመና ከኣሲ ነቲ ምዕባለ ናይ ቋንቋናሲ ቁሩብ ክንሰርሐሉ ኣለና ሕጂ ኣለካኪዶ ንብላ ዘለና ኣለካዶ ኣለክዶ ኢልካ ብ ሓንቲ ቓል ትጠምራ ማለት እዩ ሕጂ ንኣብነት ብቋንቋ እንግሊዝ you እንድሕር ኢልካ ንጓልን ንወድን ንተባዕታይን ኣንስታይን እዩ ዝጠምረልካ ኣብ ናህና ሕጂ ከም ካልኦት ቋንቋታት ማለት እዩ ተባዕታይን ተንስታይን ስለ ዘለዎ እቲ ቃል ኣለካ ኪዶ ኢልና እንድሕር ድኣ ጽሒፍናዮ ኣለካ ዶ ኣለኪ ዶ ሕጂ ወይ ከዓ ኣለኪ ዶ ኣለካ ዶ ኢልና ካብ ንጽሕፎ ማለት እዩ ሕጂ ናይ ርእስኻ ኺ ክንብል ከለና ናይ ርእስኻ ናይ ርእስኺ ማለት እዩ ርእስኻኺ ርእስኻኺ ሕጂ ኣብ ብዙሓት ቃላት እውን ፈቲነ እየ እዚ ነገር እዚ ዝሰርሕ እዩ ብዝኾነ ኮይኑ ግዜ ይወስድ እዩ ቐሲልና ከነብሎ ንኽእል እታ ነጥቢ ግን ኣብዚኣ ሕጂ ተቐዳመይቲ ብዛዕባ ምርድዳእ ተኻለይቲ ርእሰ ምትእምማን ርእሰ ምትእምማን ካብ ፍልጠት ካብ ተመክሮ ካብ መጽናዕቲ ካብ ምውጣን ከም ምቕራብ ከም ምድላው ዝብገስ ነገር እዩ ርእሰ ተኣማንነት ዝመጽእ ማለት እዩ ኣብ ርእስኻ ትተኣማመን ፍልጠት ተለካ እንድሕሪ ሰሪሕካሉ እንተተዳሊኻሉ እንተተቐሪብካሉ እዚ ህጂ ነብስኻ ትተኣማማን ማለት እዩ ድሕሪ ከይተቐረብካ ኮይንካ፣ ዘይተጽናዕካዮ ነገር እንድሕር ደኣ ኮይኑ፣ ዘይፈተንካዮ ነገር እንድሕር ደኣ ኮይኑ፣ ርእሰኻ ክትተኣማመን ኣይትኽእልን። ምድንጋር እዩ ዝመጽእ። ድሓር ንነብስና ክንሓታ ዘለናሲ ዘይጽግዕተኛ ድየ ኣይኮንኩን ዘይጽግዕተኛን ነፃን እንድሕር ደኣ ኮይንካ እንታይ ማለት እዩ ኩሉ ግዜ ብፅፍርኻ ትነብር ብርሃጽካ ትነብር ብጻዕርካ ትነብር ሰብ ኢኻ ማለት እዩ ንኸውን ማለት እዩ ስለዚ እዚ ሕጂ ኣብ ርእሰ ምትእምማን ኣገዳሲ እዩ ኣብ ስራሕ ኣብ ርክብ ኣብ ንገብሮ ነገር ሓቀኛታት ምስ እንኸውን ከዓ ርእስና ንተኣማመን ማለት እቲ ዝሓፀረ መገዲ ከዓ ሓቀኛ ምዃን ንነብስኻ ዘይምድንጋር ዘይትፈልጦ ይፈልጥ ኢልካ ዘይምሕሳው ርእሰ ምትእምማን ይፈጥር ማለት እዩ። ሓደ ቅኑዕ ሰብ ዝፈልጦ ይፈልጦ እዩ፣ ክገብራ ዝኽእል ይገብራ እዩ። ቅኑዓት ኣብ ንኾነሉ ግዜ ኣይነዳናግርን ኢና ማለት እዩ። ስለዚ እቲ ሳልሳይ ዝተዋህበና ዘለና ገንዘብሲ ብግቡእ ናይ ምምሕዳር ናይ ምምቕራሕ ክእለት ኣብዚኦም ሰለስተ ሕቶታት ክሓትት ንገንዘብካኪ ብኣድማዕነት ከተመሓድርን ከተመሓደርርን ከተመራርሕን ትኽእል ዶ? ሕጂ ንገንዘብናሲ ብኣድማዕነት ከነመሓድሮን ከነመቓራርሖን ንኽእል ዶ? ከምቲ ዝግባእ ጌርና ነቲ ዘገድስ መጀመርያ ነቲ ዝጠቅም መጀመርያ ኢልናስ ቅደም ተኸተል ሰሪዕናስ ክንጥቀመሉ ንኽእል ዶ ከነመሓድር ንኽእል ዶ ማኔጅ ክንገብር ንኽእል ዶ ማለት እዩ እቲ ነገር ነቲ ኣዝዩ ዘገድስ ነገር ከኣ እቲ ገንዘብናሲ ኣብ ጽቡቕ መዓላ ዶ ነውዕሎ እታ ኻልእይቲ ሕቶ እታ ኻልእይቲ ንገንዘብካሲ ኣብ ጽቡቕ መዓላ ድኻ ተውዕሎ ወይስ ኣብ ዘይጠቅም ነገር ዘብለጭልጭ ነገር ዘየድልየካ ነገር ቀዳምነታትካ ከይማላእካ ኣብ ካልእ ህውተታ ኣቲኻ ገንዘብካ ትውድእ ገንዘብና ንዘሩ ከመይ እዩ ንገንዘብካ ገንዘብናስ ብሉጻት ኣማራጺታት ብምሕራይ ዲና ንጥቀመሉ፣ ኣብ ኣዝዮም ዘገድሱናን ብኣድማዕነት ዲና ንጥቀመሉ ወይስ ስቕ ኢሉ ቐልብና ምስ ዝኾነ ነገር ምስ ዝዝመት እቲ ገንዘብ ኣብ ዘይኾነ ነገር ነውዕሎ እሞ ነቲ ኣዝዩ ዘድሊ ነገር ሽዑ ሃጓፍ ይፍጠር። እዚ ሕጂ ሓደ ዓብዪ ክእለት እዩ። ገንዘብ ናይ ምምሕዳር ናይ ምምቕራሕ ክእለት ማለት እዩ ማለሲ ልክዕ በቲ ዝሰዕንኻ ማዕረ እግርኻ ከም ዝበሃል ነቲ ገንዘብናስ በቲ ዘለና ዓቕምስ ንመሓደር ዶ ክንደይ ገንዘብ ከም ዘድልየካስ ትፈልጥ ዶ ዝብል ሕቶ ኣሎ በቲ ዘለካ ገንዘብ ከኣ ክትመሓደር ክትክእል ከተመሓድር ከተመዓራሪ ክተጠዓዕም ክትክእል ክንክእል እንከለና እዩ እቲ ሓደ ዓቢ ዓቕሚ ኣለና ዝበሃል ማለት እዩ። ስለዚ እዚ እውን ምስቲ ኩነታት መጀመርያ ሕጂ ብዛዕባ ምርድዳእ ተዛሪብና ኣለና ሕጂ ኣብ ናይ ገንዘብ ምምሕዳር ከዓ ኣገዳሲ እዩ ምክንያቱ ስዒርና ዘምፃእናዮ ገንዘብ እንድሕር ድኣ ብግቡእ ዘይንጥቀመሉ ኮይንና ኩሉ ግዜ ሳብ ቅልውላው ኢና ንነብር ማለት እዩ ካልእ ኣገዳሲ ባህርያት ዕውታት ክንከውን እንድሕር ደኣ ኮይና ተበግሶ ከዓ ክንወስድ ኣለና ማለት እዩ ሕጂ ተበግሶ ምውሳስ እንታይ ማለት እዩ ኩሉ ግዜ ተፀባይ ዘይምዃን ሓድሽ ሓሳባት ኣንቂድካ ንኩነታትካ ንምምሕያሽ ስጉምቲ ምውሳድ፣ ተበግሶ ምውሳድ፣ ብድድ ኢልካ ምስራሕ፣ ንኩነታት ሓሲብካ ከተመሓይሽ፣ ሓድሽ ነገር ክትምህዝ፣ ክትፈትሕ ምፍታን፣ ካብ ዘለኻዮስ ብናትካ ተበግሶ ፍሕት ምባል ማለት እዩ። ተበግሶ ምውሳድ ማለት እዩ ሕጂ ብዝም ሰለስተ ነጥብታት ነገራት ወይ ጉዳያት ክዕመሙን ክፍፀሙን ክገብር ክትገብር ሓላፍነት ክትወስድ ድልው ዲኻ ዝብል ኣሎ ወይ ክትወስዲ ሓላፍነት ክትወስድስ ድልውቲ ዲኺ ሕጂ ነገራት ክዕመሙ ጉዳያት ክዕመሙ ክፍፀሙን ማለት ሓላፍነት ወሲድካስ ትሰርሕ ማለት እዩ ተሓታቲ ትኸውን ማለት እዩ ክትሕተት እንተለካ ኣነ ብሓላፍነት እዚኣን እዚኣን ሲ ክፍፅማ እየ ከመሓየሽ እየ ኢልካ ብናትካ ነፃ ኮንካስ ትብገስ ማለት እዩ ወይ ከዓ ኣንፃሩ ኣብ ንለብሰሉ ግዜ ለሚስና ኣብ ንህከየሉ ግዜ ተስፋ ኣብ ንቆርጸሉ ግዜ ስቕ ኢልና ኮፍ ኣብ ንብለሉ ግዜ ሕጂ እቲ ኣብ ውሽጥና ዘሎ ጸዓት ይህምኾና ማለት እዩ ብድኻምን ብጥዕና ምስኣንን ክንሳቐ ንኽእል ማለት እዩ ተበግሶ ምውሳድ ነገራት ክዕመሙን ክፍፀሙን ሲ ክትገብር ከተመሓይሽ ብናትካ ተበግሶስ ክትሰርሕ እንከለኻ ማለት እዩ ክትሰርሕ እንከለኺ ብምሉእ ዓቕምኺ ትውፈይ ዶ ክትሰርሕ እንከለኻስ ብምሉእ ዓቕምኻ ትውፈ ዶ ንዝሓዝካዮ ስራሕሲ ምሉእ ብምሉእ ዲኻ ዘለካ ሓይሊ ተጠቒምካ ኣቐልቦኻ ግዜኻ ከየዕዘምዘምካ ብትስፍው ወኒ ዲኻ ትዓሞ ዲኺ ትዓምዮ ዝብል ነገር እዩ ስለዚ ህጂ እዚ እንታይ እዩ ተጉላባነት ዘይብሉስ ሙሉእ ዓቕምና ንውፈ ማለት እዩ እዚ ብዙሕ ሰብ ማለሲ ነፍሱ ዓቂኑ ክልተ ሰዓት ናይ ክልተ ሰዓት እያ ስራሕ ሕጂ ዋላ ኣብ ስራሕ ሲ እዚኣ ሰዓት እዚኣ እያ ተወዲኣ እያ ተዋሂብሃኒ ዘላ ኢልካ ቅጥንጥኖ ትኽእል ኢኻ ማለትሲ ከምዚ ናይ ክያና ፀወታ ክትገብር ትኽእል ኢኻ ፍቕሪ ስራሕ ንዘለዎ ሰብ ግን እቲ ስራሕ ብፍቕርን ብውሕልነትን ብምሉእ ሓይልን ፅቡቕ ኮይኑ ክፍፀም ይፅዕር ማለት እዩ ሕጂ ክትሰርሕ እንከለኻ ብምሉእ ዓቕምኻ ዶ ትውፈይ ክሰርሐ እንከለኽስ ብምሉእ ዓቕምኺ ዶ ትውፈዪ? እዚ ሕጂ ተበግሶ ምውሳድ ናይ ተበግሶ ምውሳድ ክእለት ወይ ዓቕሚ ኣገዳሲ እዩ። ሰብ ክምዕብል ክዕወት እንድሕር ድኣ ኮይኑ ሕጉስ ኮይኑ ክነብር እንድሕር ድኣ ኮይኑ እዚ ሳልሳይ ሕቶ ሕጂ ክፍጸሙ ዘለዎም ነገራት ኣላሊኻ ትዓምም ወይስ ክሳብ ግበር ትበሃል ትጽበ ሕጂ ንኣብነት ክፍጸም ዘለዎ ነገር ምሽ ኣሎ ሕጂ ክሳብ ዝኾነ ሰብ ግበሮ ዝብለና ዲና ንጽበ ወይስ ክፍጸም ዘለዎ ነገር እንድሕሪ ፈሊጥናሲ ብግስ ኢልናስ ነቲ ነገር ንዓሞ ባዕልና ተበግሶ ንወስድ ንፍጽሞ እዚ ተጸባዩ ኩሉ ግዜ በላይ እዩ፣ ትርጉም ይብሉ። ስለዚ ተበግሶ ምውሳድ ክበሃል እንከሎ ብናጻ ብናትካ ኣተሓሳስባ ብናትካ ፍናን ንሓደ ስራሕ ክትሰርሖ ክትብገስ እንከለኻ ሓንቲ ንእሽተይ ስጉምቲ ትወስድ፣ ካልኣይ ስጉምቲ ትወስድ። ነገራት ከተመሓይሽ ዝፍጸሙ ዝዕመሙ ነገራት ተለዉ ክትፍጽም ክትዓምም እንከለኻ ማለት እዩ ሕጂ እቲ ድሕሪ እዚ ዝመፅእ ድሕሪ ተበግሶ ናይ ምውሳድ ተኽእሎ ጥርናፌ ውዳቤ ምእርናብ ሕጂሲ እቲ ንሰርሐሉ ኩነታት ቦታ ጥርኑፍ ውዱብ ስሩዕ ድዩ? ኣብ ሓንጎልናኸ ንጹር ውጥን ኣለና ድዩ? ኣብ ሓንጎልና ዘለዉ ሓሳባትከ ጥርኑፋትን ውዱባትን እርኑባትን ድዮም? ስለዚ እዚ ብጣዕሚ ኣገዳሲ ነገር እዩ። ኩሉ ነገር ፋሕፋሕ ዝበለ እንድሕር ደኣ ኮይኑ ዘይስሩዕ እንድሕር ደኣ ኮይኑ ዘይተወደበን ዘይተጠርነፈን እንድሕር ደኣ ኮይኑ ንምጥርናፉ ኣጸጋሚ እዩ ሓደ ነገር ግን ብሓደ ጥበብ እንድሕር ደኣ ተወዲቡ ተሰሪዑ ተጠርኒፉ ተኣርኒቡ ተወጢኑ እቲ ስራሕ ዳርጋ ፍርቁ ተዓሚሙ ማለት እዩ ሕጂ ኦርጋናይዝ ናይ ምግባር ማለት እዩ ናይ ምጥርናፍ ናይ ምውዳብ ናይ ምእርናብ ብስሩዕ ኣገባብ ናይ ምኻድ ክእለት ኣገዳሲ እዩ ስለዚ ኣብዚ እውን ሰለስተ ሕቶታት ወይ ኣሎ ሕጂሲ ኣቐዲንካኪ ትሓስቢን ትውጥንን ዶ ኣቐዲምናስ ንሓስቦ ነገር ኣሎ ድዩ ወጢና ዲና ንሰርሕ ወይስ ክኢሉ ብዝመፀና ብፍኑ ኢና ንንቀሳቐስ ካልኣይ ሕቶ ዝበልካዮ ትፍፅም ተኣማኒ ክትፍፅም ተኣማኒ ዲኻ እዚኣ ክሰርሓ እየ እንድሕሪ ኢልካስ ትሰርሓ ዶ እዚኣ ክሰርሓ እየ እንድሕሪ ኢልክስ ትሰርሕያ ዶ ክትእመን ትኽእል ዶ ማለት ሲ ካልኦት ሰባት ኣሕዋትካ ይኹኑ ስድራ ቤትካ ይኹኑ መሳርሕትኻ ይኹኑ ደቂ ማሕበርካ ይኹኑ ኮታስ ክገብራ እየ ዝበልካዮ ነገር ሲ ክትፍጽሞ ተኣማኒ ዲኻ ወይስ ዘልሓጥሓጥ ኣሎ ምድንጋር ኣሎ ኣይበልኩን ኣሎ ዝብል ዘረባታት እዩ ዝመጽእ ሓደ ሰብ እንድሕር ደኣ ርጡብ ኮይኑ፣ ርጡብ እዩ እቲ ቃል፣ ዝእመን ሰብ ማለት እኮ እዩ ርጡብ። ኣብ ዝበላ ዝፍጽማ ኣብ ዝበላ ዝሓድር ዝውዕል ማለት እዩ ወይ ኣብ ዝበለት ትውዕል ትሓድር ማለት እዩ። ሳልሳይ ናይ መፃኢ ዕላማታትኪ ዕላማታትኪ ትውጥኒን ዶ ናይ መፃኢ ዕላማታትካ ትውጥን ዶ ናይ ወፃኢ ዕላማታትኪ ትውጥኒ ዶ ሕጂ እዚ ጥርናፈ ማለት ውዳበ ማለት ውጥን ክህልወካ ኣለዎ ማለት እዩ ንሓደ ነገር ክትዓምምሲ ክትሰርዖ ክትክእል ኣለካ ቀዳማይ ካልኣይ ሳልሳይ ብቐዳምነታት ትሰርዖ ብዝምድናታቱ ትሰርዖ ኮታ ከምቲ ዝጥዕም ጌርካ ምስ ሰራዕካዮሲ ክትፍጽሞ ትኽእል ማለት እዩ ዝኾነ ነገር መጀመርያ እዚ ክእለት እዚ ኣገዳሲ ክእለት እዩ ምክንያቱ ኣካይዳና ጥርኑፍ፣ ኣተሓሳስባና ጥርኑፍ፣ ስራሕና ጥርኑፍ ውጥንን እንድሕር ደኣ ኮይኑ ነገራት ክስልጡ ክእሉ እዮም። ትርጉም ከዓ ክህልዎ ክእል እዩ። ንምክትታሉ፣ ንምእራሙ፣ ንምቁፅፃር እውን ይቐለና ማለት እዩ።